ኣጓላት ኩለኽን ተኣከባ። ሎማዕንቲ ነወዳት ከመይ ጌርና ኣሕርር ከም እነብሎም ዝጽበይዎ ተፈቀርቲ ከም ዝኾኑ፣ ተደለይቲ ከም ዝኾኑ፣ ኩሉ ግዜ ተፍቅረኒ እያ ኢሎም ዝተኣማመንሉ ነገራት፣ ጓል ከምዚኣ ከምቲ እያ ኢሎም ብባዕሎም ተኣማሚኖም ዝኸድዎ ነገር ሎማዕንቲ ክነፍርሶ ኢና። ኩለኽን ብንቕሓት ሎማዕንቲ ምሳይ ክትኾና እደሊ። ፍቕርኺ ረጊጹ ኣይደልየክን ኢሉ ወይ ብኻልእቲ ተኪእኪ ወይ ድማ ንስኺ ገና ፍቕርኺ ከይወጸልኪ ንሱ ቀዲሙ ወጺሉ ዝኣተወልኺ ቃላት ብምሉኦም ብተግባር ከየርእየኪ ከም ዓሻ ደርቢኪ እንድሕር ደኣ ከይዱ ኮይኑ ወይ ድማ ንስኺ ብዙሕ ፍቕሪ እናሃብኪ እናፍቀረኪ ግን ንሱ ከምቲ ንስኺ ተፍቅርዮ ዘየፍቅረኪ ከም ዓሻ ዝርእየኪ ናትኪ ልቢ ከም ሃሳስ ገይሩ ዝርኦ ወዲ እንድሕር ደኣ ሃልዩ ሎማዕንቲ ዝነግረኪ ነጥብታት እንድሕር ሒዝክለይ ኮንኪ ሕርር ድብን ክብል እዩ ሰላም ሰናይት እየ ቻናለይ ሰብስክራይብ ብምግባር ኩሉ ግዜ ብዝለቆም ቪድዮታት ንናይ ፍቕሪ ህይወትኪ ክጠምኹ ዝኽእሉ ሓደሽቲ ሓሳባት ውሰዲ። ኣብ ቻናል እየ ዝለቆም ሓሳባት ኣብ ምንም ቻናል ዘይትረኽብዮምን በርግፀኝነት ንህይወትኪ ክጠምኹ ዝኽእሉ ሓሳባት እዮም። ትኽክለኛ ካብ ዝኾነ ተጋንፉታት ዝተወሰዱ ወይ ብዙሕ ሰብ ዝጥቀመሎም ናብ ሰብ ስነ ልቦና ክሕዙ ዝኽእሉ ዓይነት ሓሳባት እዮም። ሎማዕንቲ እቲ ብዙሕ ዘንበዐኪ ወዲ ወይ ከም ተደላይት ከም ዝኾንኪ ክስምዐኪ ዘይገበረ ወዲ ክትብቀልዮ ትደሊ እሞ ብኸመይ ክብቀሉ ኢልኪ ትሓስቢ? ኢቭን እኳ ናትኪ እንተዘይኮነ እዚ ወዲ እዚ ናይ መወዳእታኺ ምሳኺ ዝነብር ወዲ ዋላ ይኹን ተጫዊትልኺ ክኸይድ ግን የብሉን ሓቀይ ዶ ልቕሓኺ ከይመለስኪ እቲ ሕማቕ ዝተሰመዐኪ ነገር ብፅቡቅ ከይተካእኺ ክትኸዲ ኣይግበእክን ከመይ ክትብቀልዩ ከም ዘለኪ ወይ ድማ ከመይ ተደላይነትኪ ክተዕብይ ከም ዘለኪ ግን ምንም ትፈልጥዮ ነገር የብልክን እና ልቡ ዘይርከብ ደንዳና ገለ ይመስለኪ ከምዚ ስምዒት ዘይብሉ ንስኺ ዝገበርኪ እንተገበርኪ ናቱ ስምዒት ክትንከፍ ዘይኽእል ይመስለኪ ከም ብረት ዝጠንከረ ይመስለኪ ስምዒት ኣለዎይ ባይዘወይ ንሱ እውን ዝስበር ዝጉዳእ ልቢ እዩ ዘለዎ ከመይ ከም ዝኾነ ሰኣን ምፍላጥኪ እምበር ናይ ትወዲ ልቢ እውን ክትጎዱ እየ ዝኽእል ኢኺ እዞም ዝነግረኪ ሰለስተ ነጥብታት ጥራሕ እንድሕር ዳኣ ተግቢርኪ ኮንኪ ወዲ ክጉዳእ ወይ ጓል በዳሪት ክትከውን ገለ ደጊፍ ኣይኮንኩን ግን ዝኾነ ፃሚ እዩ ይሓድረና እዩ ውሽጥና ሓደ ሓደ ግዜ ከም ዓሻ ቆጺሮምና ክብድሉና ከለውሲ ዋእ ማለት ንዝርኣ ሙታየግሙ ክከሓስ ትብሊ ወይ ከዓ ንስምዒትኪ መጠበሪ ክኸውን ዝኽእል ጣዕሚ ትስእኒ ከምቲ ንስኺ ኣፍቂርክዮ ኣይደልየክን ዝበለኪ ንስኺ እውን ኣፍቂርኪ ኣይደልየካን ኢልኪ ምኻድ ትደልይ ኢኺ ማንም ኣይደልየክን ዝተባህለት ጓል እትደልዮ ነገር እዩ እሱ እቲ ወዲ ወይ እቲ ኣይደለይክን ዝበላ ወዲ ብታርኡ ኣይደለይካን ክበሃል ክትርኢ ከላ ደስ ዝብላ ዓይነት ጓል ኣላ ኣብ ውሽጣ ፍሕቕ ኢሉ እንድሕር ዳ ዘይጠፍኢላ ኮይኑ ትወዲ ማለት እዩ ስለዚ እዚ ስምዒት እዚ ክተርክዕዮ እንድሕር ዳ ደሊኺ ውሽጦ ክትጥብር እንድሕር ዳ ትደሊ ኮይንኪ ቁፅሪ ሓደ ገይረ ዝነግረኪ ትኩረት ኣይትሃብዩ ንዝወዲ እዚ ከምዘይደለይኪ ወዲያ ምስ ተረድዕኪ ወይ ካባኺ ድሕር ከም ዘሎ ንዓኺ ከም መጥቀሚ ይጥቀመልኺ ከም ዘሎ ንናይ ህይወቱ ጥቕሚ ጥራሕ ይደልየኪ ከም ዘሎ ምስ ተረዳእኪ ወዲያው ክትገብርዮ ዘለኪ ደዊልኺ ንምንታይ ከምዚ ትገብር ኣይተፍቅረንን ማለት ድዩ ኣነ እኮ ይፍቅረካ እየ እዚ እናገበርካ ርእየካ ከምዚ ንምንታይ ትገብር እናበልኺ ሕድሕድ ሕቶታት ክምልሰልኪ ከይትገብሪ እሱ ብቑዕ ዝኾነ ዝምልሰልኪ መልሲ የብሉን። ከም ዘይደልይኪ ስለ ዝተረድኦ ወይ ንህይወቱ ከም ዘይቐመጠኪ ስለ ዝፈለጠ እቲ ክገብሮ ዝግብኦ ነገር ወይ ክኸዶ ዝግብኦ ክያዶ እዩ ዝኸይድ ዘሎ። ክትጥይቕ እያ ከለኺ ኣይተፍቅረኒ እንዲኻ ከምዚ ትኾነለይ እንዲኻ ኢልኪ ክትጥይቕ እየ ከለኺ ወሲኹ ክንዕቐኪ ካብ ምግባር ወፃእ ምንም ዘምፀልኪ ፋይዳ ይብሉን። ከምዚ ሕማቕ ስምዒት ክስምዐና ከሎሲ ገለ በቃ ደውል ደውል ዝብለካ መንፈስ ኣሎ ብውሽጥኻ። ከምዚ ገለ ነገር በዲልክ ኮይኑ ተተሰሚዕኪ ወይ ደዊልክሉ ስልክ ዘየልዕለኪ ምናምን ከምኡ ክተርፍ ከሎ በቃ ደውሊ፣ ዓሰርተ ግዜ ደውሊ፣ ዓሰርተ ግዜ ደውሊ ይመፀኪ። ዝኾነ ነገር ዘምልጠኪ ዘሎ ይመስለኪ። ኣነ ክነግረኪ ኣነ ሓፍትኺ ዝመኽረኪ ነገር ፈፂምኺ ከይትገብርዮ ውሽጥኺ በልበሊ ክብለኪ ከሎ ሕማቕ ስምዒት እሞ ድማ ተሰሚዕዎ ክኸውን ከሎ ተዘይትድውሉ እዩ ዝምረፅ። እቲ ወዲ ባዕሉ መሊሱ ክሳዕ ዝድውለልኪ ትፅበይ። ምስ ደወለልኪ ድማ ትኹረት ከም ዘይሃብክዮ ክርድኦ ግበሪ። ክሳዕ ሕዚ ንሱ ዝፈልጣ ፍቕረኞ ኣላ ምሽ? ተዘየልዒልዋ እናበኸየት ኣይተፍቅረንን ዲኻ? ፍቕርኻ ቀኒሱ ድዩ? ከም ትማሊ ኣይኮንካን ዘለኻ? ክትፍለየኒ ደሊኻ? ዝብሉ ቃላት ሸምዲድዎም እዩ። ኣቲ ከምዚ ደኣ ኮንቲ ክትብለኒ ከምዚ ከምዚ ኢለ ድማ ክሽውዳ እየ ኢሉ ሓሲቡ ይጸንሕ እሞ ወዲያ ምስ ደወለልኪ ንስኺ ድማ ትኹረት ከይሃብክዮ ሰላም ዶ ከመይ ገለ ኢልኪ ኖርማል ኮይንኪ ክተውግዕዮ ትፍትኒ ከለኺ እዚ ወዲ እዚ ይድንግጽ ዘይምድዋሉ ምንም ዓይነት ትኹረት ከም ዘይሃብክዮ ክርድኦ ኣለዎ ደው ኢልክለይ ነርኪ ገለ ክብለኪ ከሎ ኦ እወ ለካ ንከምዚ ንከምዚ ደልየካ ነይረሲ ከምዚ ገይረ ፈቲሐዮ ትብልዩ ዋላ ካብ መሬት ፍጥር ኣቢልኪ ማለት እዩ ታማ ዘይደወልካለይ ውዒልካ ገለ ክትብልዮ የብልክን በቃ ትኩረት ይሃብኪዮ ባዕሉ ፈቂዱ ንምንታይ ከም ዘይደወለልኪ ከረድእኪ ክፍትን እዩ ሽዑ ንስኺ ከይጠየቕክዮ ክትቐሪ ከለኺ ማንም ሰብ እዩ ዝኾነ ነገር ክጥየቕ ደልዩ ነይሩ ከይተጠየቐ ክተርፍ ከሎ ባዕሉ እዩ ዝለፋለፍ ከምዚ ኮይኑ እኮ እየ ነይረ ከምዚ ኢለ ውዒለ ቢዚ ነይረ ውዒለ ገለ ከምዚ ተይሉኪ ኣሃ ኦኬ ቢዚ ነይርካ ወሓቅኻ ስራሕ ሎሚ ከምዚ ደኾነ ተዘይሰሪሕኻ ንየክምሽ ትኹረት ከምዘይሃብኩ እዩ ክርድኦ ግበሪ ሽዑ ፈርፈር ማል እዩ ዝጅምር ከም ቀደመ ይኾነትን ዘላ ጸሊኣትንላ ምናምን ዝብሉ ሓሳባት ናብ ባዕሉ እዮም ዝግምጠልዎ ሽዑ ንስኺ ሕጉስቲ ኢኺ ትኾኒ እቲ ንስኺ ክትብልዮ ዝግበእኪ ዝነበረ ነገር ወይ እስኺ ዘልመድክዮ ነገር እቲ ወዲ መሊሱ ባዕሉ ክዛረቦም ክትሰምዕ ከለኺ ውሽጥኺ ርኽዕ ይብለልኪ እቲ ዘይተደላይት መሲሉ ዝስምዐኪ ዝነበረ ከፍቅረኒ ኣይኽእልን ዝብል ስምዒትኪ በዚ ነገር እዚ ትጥብርዮ ኣለኽ ማለት እዩ ንሱ እውን ደላዩ እዩ ንሱ እውን ስምዒት ኣለዎ እዩ እስኺ ኩሉ ግዜ ስለትደልዮ እስኺ ኩሉ ግዜ ስለ ትምብድበድሉ እዩ እምበር እዚ ወዲ እዚ እውን ስለ ዝደልየኪ እዩ ምፅእ ክይድ ዝብል ዘሎ ዝተወሰነ ነገር ምሳኺ ስለ ዝደሊ እዩ እና ብከምዚ መንገዲ ተደላይት ምዃንካ ኣረጋጊፅኺ እዚ ወዲ እዚ ትንስኺ ክትብልዮ ዝግበእኪ ዝነበረ ወይ ድማ ትዘልመድክዮ ነገር ባዕሉ መሊሱ ንክብሎ ምግባር ትኽእሊ ኢኺ ትኹረት ብዘይምሃብ ኣናእሽቱ ወይን ቀለልቲ ነገራት ተናጊርኪ ንምንታይ ከምዚ ኢልካኒ ኢልኪ ፍቕ ናልኪ ትውዕሊ ዝነበርኪ ጓል ሕዚ መሊሱ ባዕሉ ፊቕ ንክብል ግበርዮ ኣይትፈትውንን ማለት ድዩ ታይ ባህሪ ክትቐይሩ እስካዕ ዝብለኪ ትኹረት ዘይምሃብ ክኣልዮ ልመድዮ ወዮ ዘምልጠና ስለ ዝመስለና እኮ እዩ እምበር ከምዚ ንእሽተይ ባህሪኦም ቅይር ክብል ከሎስ ዊዊ ከደኒ ዊዊ ጠፍአኒ ኢልክ ስለ ትፈርሒ ክውዳእ ዝበለ ነገር ከም ንፎቲ ወይ ዊዊ ተወደእትኒ ናበልና ብዙሕ ንክትፀንሕ ከም ንቁጥቦ እዚ ወዲ እዚ እውን ኸደኒ ኢልኪ ፍቕሪ ዝሃብኪ መሲልኪ ክሰላቸው ስለ ትገብርዮ እዩ እምበርሲ እንድሕር እስኺ ርሕቐት ክሓሊኺ ናቱ ምርሓቕ ወይ ናቱ ምፍቃር ምንም ማለት ከም ዘይኮነ ቅድሚኡ ትነብሪ ከም ዝነበርኪ ንህይወትኪ እንድሕር ኣረዲእኺ ኮንኪ እኮ ምንም ብድሕሪኡ ትወዲ ባዕሉ እዩ ውይ ኸደትኒ ምባል ዝጅምር ክትፈልጥዮ ዝግባእኪ ነገር እስኺ ለሚንኪ ወይ እስኺ ብግዲ ወጢርኺ ሒዝኪ እተጽንሕዮ ፍቕሪ የለን። እዚ ኩላኽን ኣሕዋተይ ክትፈልጦ ይግበኣክን። ኣብ መንጎኻ ፍቕሪ ክህሊ ከሎ፣ ምድልላይ ክህሊ ከሎ፣ ንስኺ ክትኹሪ ከለኺ ንሱ መጺኡ ዝጥብረኪ እንተኾይኑ፣ ንሱ ክኹሪ ከሎ ንስኺ ከድኪ ትጥብርዮ እንተኾይንኪ ጥራሕ እዩ እቲ ፍቕሪ ንነዊሕ ግዜ ክጸንሕ ዝኽእል። ክልተኻ ክትድግፎ ከለኻ እዩ ነዊሕ ግዜ ዝጸንሕ እምበር ሓንቲ በይና እሳ ተጥፊኣ እውን ይቅርታ ትብል፣ ንሱ ተጥፊኡ እውን ይቅርታ ትብል፣ እንተጠፈአ ጠፊእኻ እናበለት ትድውል፣ ገለ ነገር እንተኾነ ፍቕርኻ ቀኒሱ ድዩ እናበለት ትጭቕጭቕ። እቲ ሓንቲ ጎኒ እንድሕር ደኣ ኮይና ኩሉ ግዜ ንስኺ ክለማኒት ትኾኒ እግረ መንገደይ ክነግረክን ባይዘወይ ትፈልጣ ይኽኖዶ እቲ መጀመርያ ንፍቕሪ ዝጠየቐ ወይ ዝለመነ ሰብ እዩ ኩሉ ግዜ ናቲ ጉዳይ ተሸካሚ ኮይኑ ዝነበር ሓንቲ ግዜ ስኽ እንድሕር ደኣ ጠይቅክዮ ኮይንክ ንፍቕሪ ንሱ እዩ ክዓነንን ዝብለልኪ ንስኺ ኢኺ ትልምንዮ ኩሉ ግዜ ንስኺ ኢኺ ናይዚ ፍቕሪ ተሸካሚት ትኾኒ እቲ ወዲ ሓደ ግዜ ኣፍቃሪ ከም ዝኾነ ክስምዖ እንድሕር ጌርኪ ትኹረት ብዘይምሃብ እና ብዝተፈላለዩ መንገድታት ኣፍቃሪ ከም ዝኾነ ክስምዖ ወይ ለማኒ ከም ዝኾነ ክስምዖ እንድሕር ጌርኪ ኮንኪ እዚ ወዲ እዚ ፍጹም ካባኺ ክርሕቕ ኣይኽእልን ወይ ድማ ተማዕራራይ ዝኾነ ፍቕሪ ምልግጋስ እዩ ዘድልው ኣብ መንጎኹም ኩሉ ግዜ እስኺ ለማኒት እስኺ ደላይት ተኾይንኪ ግን ናቲ ፍቕሪ ተሸካሚት ከም ዓምዲ ጠጠው ቢላ እተኸይድ ጎኒ ንስኺ ኢኺ ትኾኒ እዚ እንተኾይኑ ድማ ከም ተፈቃሪት ኮይኑ ስለለይስምዐኪ ከም ዝደለይኪ ስለለይስምዐኪ ስልከይ የልዕለለይን ኢልኪ ኣየፍቀረንን ኢኺ ትብሊ ቴክስት ኣይመለሰለይን ኢልኪ ኣየፍቀረንን ኢኺ ትብሊ ክልተ ደቂቃ ኣብ ቆፀሮኹም ደንጉዩ ተኾይኑ ኣየፍቀረንን እዩ ክትብሊ ምክንያቱ ካብ መጀመሪኡ ንስኺ ሓብሒብኪ ለምፅኸዮ እቲ ፍቅሪ ስለዚ ትኹረት ክትብዮ የብልክን እንድሕር ደኣ ዝጫወተልኸ ዘሎ መሲሉ ተሰሚዑኪ እንድሕር ደኣ ብናትኪ ፍቅሪ ከም ዕሽነት ገይሩ ዝሪኦ ዘሎ መሲሉ ተሰሚዑኪ ሽዑ ንሱ እውን ደላይ ከም ዝኾነ ምስ ተሰምዖ ብስነ ስርዓት ብዝግበእኪ መንገዲ ክንከባኸበኪ ክጅምር እዩ። እቲ ካልኣይ ነጥቢ ድማ እንድሕር ደኣ ስምዒትኪ ክትጥብሪ ከም ዝሕነኺ ዝፈደኺ መሲሉ ክስምዐኪ እንድሕር ደኣ ትደልይ ኮይንኪ ልክዕ ንስኺ ከም ዘፍቀርክዮ ንሱ እውን ኣፍቃራይ ከም ዝኾነ ክርድኦ እንድሕር ደኣ ደሊኺ ኮይንኪ ክግምተኪ ይትግበሪ። ዓብዪ ጸገምና ጓላት እዚ እዩ። በቃ ኩሉ ግዜ ኢና ንግመት ግሙታት ኢና። ስምዒትና ከም ዝመርሐና ስለ ዝፈልጡ ተንኮል ከም ዘይብልና ስለ ዝፈልጡ ክግሙትና መዓት እዮም። ኣብ ድላዮም ነይሮም መፂኦም ከም ድላዮም ንክኾኑ እዩ ዝገብር እዚ ነገር እዚ ክልተ ወርሒ ሰለስተ ወርሒ ወይ ክልተ ሰሙን ወይ ሰለስተ መዓልቲ ጠፊኡ ነይሩ ክምለስ ከሉ እንታይ ከም ትብልዮ ወይ ብኸመይ ከም ትቕበልዮ ኣጸቢቑ ስለ ዝፈልጥ ከም ድላዩ እዩ ዝኸውን ኣብ ድላዩ ይጸንሕ ከመይ ገይሩ ክመልከከ ከም ዘለዎ ኣጸቢቑ ስለ ዝፈልጥ ጥራሕ ማለት እዩ ከመይ ገይሩ ማኒፕሌት ክገብረካ ከም ዘለዎ ይፈልጥ እዩ ታይ ኢሉኪ ብኸመይ ከም ትሰዓሪ ታይ ምስ በለኪ ክትበኺ ከም ትኽእሊ ታይ ምስ በለኪ ኦ ገዲፍኒ ክኸይዱ ስለዚ ክልምኖ ዋላ ንሱ የጥፍ እምበር ኣነ ይቕረታ ክሓትት ኢልኪ ክትሓስቡ ከም ትኽእሊ ስለ ዝፈልጥ ከም ደስቱ እዩ ዝኸውን ካብኡ ንስኽና ንባዕኺ ክትነብሪ ማለት እዩ እዚ ወዲ ወይ ድማ ገና ኣብ ናይ ፍቕሪ ዓለም ዘለኹም ናብ ሓዳር ዝበሃል ህይወት ዘይኣተኹም እንድሕር ደኣ ኮንኩም ፈፂሙ ክግምተኪ የብሉን ብፍላይ ድማ ሓቃዊ ፍቕሪ ኣብ መንጎኹም እንድሕር ደኣ ዘይሃልዩ ሓደ ጎንኺ ገዲፍኒ ክኸይድ እዩ ዝብል ኣተሓሳስባ ኣብ ውሽጡ ክንድሕር ድኣ ሃልዩ ኮይኑ ማለት እዩ ጠፊኡ ነይሩ ክምለሰካ ከሎ ከምቲ ዝተለመደ ብፍቕሪ ትቀበል እዩ ሓደ ግዜ ከጥፍእ ከሎ ኦኬ እሺ ካብ ልቦንኡ ክኸውን ኣይኽእልን ወይ ከም ዘፍቅረኒ እዩ ዝብል ኣተሓሳስባ ስለ ዝነበረኪ ከም ኖርማል ገርካ ክትቀበል እዩ ትኽእሊ ካልኣይ ግዜ ክደግም ከሎ ከምታ ናይ መጀመርያ ገይርኪ እንድሕር ድኣ ተቐቢልክዮ ኮንኪ ናይ ቅርታ ልቢ ኣለዋ ወይ ኣፍቃሪ ልቢ ኣለዋ ዘይኮነ ዝብለክስ ዓሻ እያ ፍጹም ክትገድፈኒ ትኽእልን ብናታ ልቢ ተፈቃሪ እየ ኢሉ እዩ ዝሓስብ ሽዑ እዩ እቲ ሕማቕ ባህሪ ዝፍጠር ሽዑ እዩ እቲ ስነ ልቦንኡ ኮምፕሊትሊ ዝስእኖ ህልንኡ ድምስስስ ኣቢሉ ርጉም ወዲ ዝኾነልኪ ሽዑ እዩ ስለዚ እቲ ፍቕራዊ ርክብኩም ንበይንኸ ይኮነን ዝጠቕመኪ ንሱ እውን ተጠቃሚ ስለ ዝኾነ ጥራሕ ኢኹም መስሪትኩምዋ ክልቴኹም ዶ ሓቂ ነዚ ተጠቃሚ ዝኾነሉ ፍቕራዊ ሂወት ንስኺ በይንኺ ይቕረታ ዘዝበለ ነገር ብምሉእ ትቕበል የብልክን ወይ ንስኺ በይንኺ ክትሳቐይ ክትገብሪ የብልክን እሱ እውን ብዘጥፍኦ ጥፍኣት ተሳቒዩ ጥራሕ እዩ ናባኺ ክምለስ ዘለዎ ተዘይኮይኑ ከም ድላዩ ናይ ሙቸት ዞን ገይርኪ ከም ድላዩ ንክዕንድረልኪ ክትገብሪ የብልክን ተዘይተሳቒዩ ዋጋ ተዘይከፊሉሉ እቲ ፍቕራዊ ህይወትኩም ከም ድላዩ ክመርሖ ከም ዘይኽእል እንተዘይፈሊጡ ብስነ ስርዓት ምሳኺ እፎ ኢሉ ዓሪፉ ክነብር ኣይኽእልን። ስነ ስርዓት ዝበሃል ነገር ኣይህልዎን። እስኺ ናቱ ምርኮኛ ወይ ናቱ ሰራሕተኛ ወይ ናቱ ኣቕሓ እምበር ፍቕረኝኡ ከም ዝኾንኪ ክርኢ ኣይኽእልን። ስለዚ ዋጋ ክኸፍለሉ እንድሕር ደኣ ኮይኑ እስኺ ዋጋ ንክከፍል ጥራሕ እንተጌርክዮ እዩ። ስለዚ በዚ ምኽንያት እዚ ድማ ግምት ንከቐምጥ ከይትገብሪ ብዛዕባኺ ኣብዚ ኩሉ ግዜ ኣብ ፅቡቕ ደረጃ ከም ዘለኺ ኩሉ ግዜ ተፈቃሪት ከም ዝኾንኪ ክስምዐኪ እንድሕር ደኣ ክኢልኪ ኮይንኪ እዚ ነገር እዚ እንድሕር ደኣ ጌርኪ ኮይንኪ እቲ ወዲ ክግምተኪ ኣይኽእለን ምክንያቱ ኩሉ ግዜ ንባዕልኺ ቀዳምነት ስለ እትህቢ ኩሉ ግዜ ንክፈርሐኪ እዩ ዝገብር እቲ ሳልሳይና መወዳእታን ድማ ግዜ ተሃብዩ እንድሕር ገዲፍኪ ከይዱ ኮይኑ ኦንላይን ብዝረኣኸዮ ቁፅሪ ንዓ ብግዲ ምሳይ ኹን ንዓ ብግዲ ተጣበቕ ከምዚ እኮ ጌርና ነርና ከምዚ እኮ ኢልና ነርና ሕሉፍ ብግዲ ተዘይዘከርኩኻ እናበልኪ ክትልምንዮ የብልክን ፅቡቕ ልቢ ዘለዎ ኣፍቃሪ ዝኾነ ወዲ ንፍቕረኝኡ ብስነ ስርዓት ከይተሰናበተ እንተዘይደልይዋ እኳ ማለት እዩ እንተዘይደልይዋ እኳ ብስነስርዓት ከምዚ ከምዚ ስለ ዝገበርኪ ከምዚ ከምዚ ኣብ መንጎና ስለ ዝተፈጠረ ሓቢርና ክንቅፅል ኣይንኽእልን ኢሉ እቲ ጉዳይ ብስነስርዓት ፊክስ ከይገበረ ገዲፍኪ ይኸድን እቲ ሕማቕ ወዲ ወይ ትኽክለኛ ኣተሓሳስባ ዘይብሉ ወይ በተዓባበያ ወይ ብስነ ስርዓት ወይ ብሕሉፍ ኣመፃፅኡ ስርዓት ዝበሃል ነገር ዘይብሉ ወዲ ጥራሕ እዩ ገዲፍኪ ክውዲሉ ብስነ ስርዓት ጸገሙ ከይፈትሐ ወይ ኣባኺ ዘሎ ጸገም ከይነገረኪ ዝኸይድ ስነስርዓት ዘይብሉ ወዲ እዩ ነዚ ስነስርዓት ዘይብሉ ወዲ ድማ ኦንላይን ብዝራኽዮ ቁጽሪ ጠልጠል ናበልክ ናኸድክ እንድሕር ተዛረብዮ እንድሕር ትልምንዮ ምልማን ግደፍዮ ታኣዩ ጸገመይ እስቲ ንገረኒ ጸገመይ ኢልክ እኳ እንድሕር ተናግርዮ ኣብ ልዕለይክ በርጠጠጥ ክብል ካብ ምግባር ሓሊፉ ምንም ትረኽብዮ ነገር የብልክን ምንም ትረኽብዮ ፍታሕ የብልክን ምንም ዝነግረክ ጸገም እውን የብሉን ምክንያቱ እቲ ፀገም ኣብ ባዕሉ እምበር ኣባኸ ኣይኮነን ምንም ብቑዕ ዝኾነ ምክንያት ከይሃለዎ ስለ ዝተፈለየኪ ብምንም ተኣምር ክተናግሩ የብልክን ካብኡ ከዓ ትሕቶ ቅድሚ ምሕታትኪ ትመልስ ባዕል ክትፈልጡ ኢኺ በቃ ስለ ዘየፍቀረኪ እዩ ንዘየፍቀረኪ ሰብ ድማ እግሪ እግሩ እናተኸተልካ እንታይ ኢኻ ኮንካ ማላ የድልየክን ኦንላይን ክርእክ እዩ ወይ ኦንላይን ክህል እዩ ኦንላይን ምህላውኪ ንባዕልኺ ክኸውን ኣለዎ ንኡ ኣይኮነን ግዜ ሂብኪ ከምዘይተናግር እዩ ክፈልጥ ኣለዎ ክልቴኹም እንድሕር ዳ ኦንላይን ኮይንኩም ኦንላይን ምህላኺ ንኡ ከም ዘይኮነ ክርድኦ ኣለዎ ካሊእ ሰብ ሂወትኪ ከም ዘሎ መሓዙትኪ ቤተሰብኪ ካልኦት ናይ ወዳት መሓዙት ከም ዘለዉ እንድሕር ዝርድኦ ኮይኑ ኦኬ ኣነ በይነ ይኾንኪ ወይ ድማ ከምቲ ዝሓሰብክዎ ልባ ውዲቐ ኮንኩን መፀ እዚኣ ጠንካራ ጓል እያ ኢሉ ንክሓስብ ተደላይነቱ ዝበርጠጠጥ ዘብሎ ዘሎ ትዕቢት ንክነፍሰሉ ኢኺ ትገብሪ ብድሕሪኡ ከምቲ ንስኺ እትደልዮ ወይ ከምቲ ንስኺ ዝበሃክዮ እዚ ወዲ እዚ ተደላይ ከም ዘይኮነ ምስ ተረድኦ ወይ ልብኺ ከም ዘየውደቖ ምስ ተረድኦ ትጠጠው ኢሉ ዝገደፎ ልብኺ ንከውድቕ መሊሱ ምምፅኦ ኣይተረፈን ሽዑ ከምቲ ዝደለኽዮ ሕነ ክትፈዲ ማለት እዩ ኩሉ ግዜ ደላይት ከም ዘይኮንኪ ንስኺ እውን ክትፍቀሪ ከም ዝግበአኪ ንሱ ስለ ዘይደለየኪ ምንም ማለት ከም ዘይኮነ ኣብ ህይወትኪ ምንም ለውጢ ከም ዘየምፀ ምእንታን ክርድኦ ከምቲ ንሱ ዝገበረኪ ችላ ችላ ትብልዮ ምንም ከም ዘይተፍቅርዮ ክተርእዮ ኣለኪ እንተዘይኮይኑ እትልምንዮ እንድሕር ደኣ ኮንኪ ብምንም ተኣምር ሕነኸ ክትፈደ ይትኽእልን ማለት እዩ ዝሓፍተይ በእርግፀኝነት እንድሕር ካብ ልብኽ ደሊኺ ሰለስቲኤን ሞኪርክዮም ኮንኪ ወይ ለባም ኮንኪ ደፋር ኮንኪ እስቲ ሎማዓንቲ ክምክረን ኢልክ ተዘይጀሚርክን ዘን ሰለስተ ነጥብታት ትርጉም ሕነ ምፍዳይ ክርድአከ ይኽእለን ምስ ጀመርክን ወይ ምስ ሞከርክን ግን ኦ ሓቂ ኣለካ ሰናይት ክትብል ኢኸ ሞክር እየን እና ከምቲ ዝበልኩ ክደድሕረ ክኩስኪስ ማል ክጅምር እዩ ክልምነክ ክፍትን እዩ ሽዑ ንስኸ ትኹረት ኣይትህብዮን ክግምተክ እውን ኣይትገብርን ግዜ ዝበሃል ነገር እውን ኣይትህብዮን ሽዑ ደስ ኢልኪ ትነብሪ ማለት እዩ ከም ዝደለኽዩ ተደላይት ክትኾኒ ይገብር እዚ ነገር እዚ ክትጥንቀቕሉ ዝደሊ ግን ኣይ ቲንክ ደቂቃ ይነዊሕ ኣሎ ግን ሓፃር መልእኽቲ ክነገርኪ ዝደሊ ድሕሪ እዚ ከምቲ ሕነይ ክፈዲ የልኪ ጀሚርኪ ምልማን ምስ ጀመረ እሺ እንድሕር ዳ ኢልክዮ እመንኒ እርግፀኛ ኮይነ ክነግረኪ ብከቢዱ እዩ ዓፂፉ መሊሱ ዘቕምጠኪ ብከቢዱ እዩ ክልምን እዮ ዝገብረኪ ሕንኡ ብከቢዱ እዩ ዝምለስ እዚ ጥንቀት ክትኾን ኣለኪ ሓደ ግዜ ወዲ እንድሕር ደኣ ከይዱ ኮይኑ ትክክለኛ ልቢ ለይብሉ ወዲ ማለት እዩ እንድሕር ከይዱ ኮይኑ በቃ ኣይምለስን ተተመለሰ እውን ሕኑ ክፈዲ ጥራሕ እዩ እምበር ካብ ልቡ ኣፍቂሩ ገለ ይኾነን መሊሱ ስብርብር ኣቢልክ ንክኸይዱ እዩ ስለዚ ከይትፈቅድሉ ንክምለስ ግን ሕነ ክንምፍዳይ ተደላይ ከም ዘይኮነ ኩሉ ግዜ ተፈቃሪ ከም ዘይኮነ ኣፍቃሪ ክኾን ከም ዝኽእል ወይ ደላይ ክኾን ከም ዝኽእል እውን ክተመስክሪ ጥራሕ ግን እዛ ዝለክል ኣለኹ ነጥብታት ተጠቐምለን ይቕረታ ልማዕንቲ ኣንዊሐል ክንመስለን ዘረባ ንቻናል ሓዳሽ ተኾንኪ ቻናል ስብስክራይብ ብምግባር ኩሉ ግዜ ዝለቆም ቪድዮታት ተጠቐምሎም እዛ ቪድዮ እዚኣ እውን ተበፃሕነት ምንታን ክህልዋ ላይክ ምግባር ከይትርስዒ ክሰርሐል ክንትደልኦ ነጥቢ ወይ ሓሳብ ተልይክን ኣብ ኮሜንት ኣመጣለይ ብስነ ስርዓት ፈትፊተ ከረዳእክን እየ ሰላም